ሰላም ከመይ ኣለኹም ኩልኹም ተኸታተልቲ ናይ ቻነል እዚ ምሳኹም ዘለኹ ኣቤል ሎማዓንቲ ከዓ ንኹልና ከዕብየናን ከነቓቕሓናን ኣብ ሂወትና ገለ ለውጢ ከምፅእ ይኽእል እዩ ዝበልኩ ኣርእስቲ ሒዘልኩም መፅእ ኣለኹ ቅድሚ ምጅማርና ግን እቶም ንመጀመርያ ናብ ቻነል ትመፁ ዘለኹም ሳብስክራይብ ምግባርኩም ኣይትረስዑ ሳብስክራይብ ክትገብሩ ከለኹም ከዓ እታ ናይ ደወል ምልክት ፅቐቷ ምእንቲ ሓደሽቲ ቪድዮታት ከነውርድ ከለና ኖቲፊኬሽን ክመፀኩም ካልእ ብተወሳኺ ብዛዕባ ፎሬክስ፣ ክሪፕቶ ከምኡ ውን ኤንኤፍቲ ክትፈልጡ እትደልዩ ትምህርቲ ንህብ ኣለና። ስለዚ በዚ ኣብ ዲስክሪፕሽን ዘሎ ናይ ዋትስኣፕ ሊንክ ብኡ ኣቲኹም ኮንታክት ክትገብሩና ትኽእሉ ኢኹም። ንሕና ከኣ ከመይ ጌርኩም ክትጅምሩ ከም ትኽእሉ ክንሕግዘኩም ኢና። ብተወሳኺ ናይ ኦንላይን ቢዝነስ ኣብ ገዛኹም ኮንኩም ክትሰርሕዎ እትኽእሉ ናይ ኦንላይን ቢዝነስ ክትጅምሩ እንድሕር ትደልዩ ኮንኩም ኣብታ ናይ ዋትስኣፕ ሊንክ ኣብኣ ኣቲኹም ጸሓፉልና። ብዛዕባ እቲ ቢዝነስ ኢንፎርሜሽን ክንህበኩም ኢና። እንተ ፈቲኹምዎ ከኣ ከመይ ጌርኩም ከም ትጅምሩ ክንሕግዘኩም ኢና። ናይ ሎምዓንቲ ኣርእስትና ብዛዕባ ሕልሚ ይኸውን። ናብታ ቪድዮና ንኺድ። ኦኬ እምበኣር ንኹልና ሓደ ዝገብረና ወይ ከዓ ንኹልና ናእሽቱ ኮይንና ብማዕረ ዳርጋ ዝተሓተትናይ ሓንቲ ሕቶ ኣላ እሳ ከዓ እንታይ ክትኮኑ ትደልዩ ምስ ዓበኹም እንታይ ኹም ክትኮኑ ትደልዩ ትብል ሕቶ እያ ትዝገርም ናይ መብዛሕትና ኦልሞስ ዳርጋ ናይ ኩልና ህፃናት መልሲ ሓንቲ ዓይነት እያ ነራ ኩልና ብዘይ ፍርሒ ወይ ከዓ ብዘይ ምጥርጣር እንታይ ክንከውን ከም ንደሊ ብትብዓት ንዛረብ ነርና ገሌና ዶክተር እየ ክኸውን ዝደሊ፣ ገሌና ፓይሎት እየ ክኸውን ዝደሊ፣ ገሌና ኢንጂነር እየ ክኸውን ዝደሊ፣ ገሌና ቢዝነስማን እየ ክኸውን ዝደሊ እንዳበልና ብትብዓት ብዘይ ፍርሒ ብዛዕባ እቲ ሕልምና ወይ ከኣ ብዛዕባ እቲ ምስ ዓበና ክንኮኖ ንደሊ ንዛረብ ኔርና። ዝገርም ነገር ዳርጋ ኩሉ ህጻናት ብዛዕባ ሕልሞም ብዛዕባ እቲ ዝደልይዎ ነገር ክዛረቡ ከለዉ ከም ዝኸውን ብዝብል ሓንቲ ጥርጣረ የብሎምን። ብናኣሽቱ መጻወቲ ዝኣመሰሉ እቲ ፓይሎት ክኸውን ዝደሊ ብናኣሽቱ መጻወቲ ዝሓዞ ፕለይን እንዳሰርሐ ዳርጋ ነታ ፕለይን ልክዕ ከም ናቱ ገይሩ ሒዝዋ ክጻወት ትሪኦ። እቲ ዘሕዝን ነገር ግን ደሓር እቶም ህጻናት እንዳዓበዩ ክኸዱ ከለዉ ወይ ከኣ እንዳጎበዙ ክኸዱ ከለዉ ናይቲ ከባቢኦም ሕልሚ እንዳሓዙ ናይቲ ከባቢኦም ዘሎ ፍርሒ ኣብ ውሽጦም እንዳኣተወ ነቲ ሕልሞም ዳርጋ ረሲዖሞ እዮም። ዝበዝሐ ሰብ ደሓር እንዳዓበየ ክኸይድ ከሎ ዕድሚኡ እንዳወሰኸ ክኸይድ ከሎ እንዳፈረሐ እንዳተወሰነ እቲ ገደብ ኣልቦ ዝነበረ ሕልሙ እቲ ክገብሮ ክጭብጦ ይኽእል እየ ኢሉ ዝኣምኖ ዝነበረ እንዳተጠራጠረ እንዳተጠራጠረ ደሓር ክኸውን ከም ዘይክእል እንዳኣመነ ኣብ ዘይረብሕ ነገራት ግዚኡ ከጥፍኦ ትሪኦ። ደሓር ዳርጋ መብዛሕትኡ ሰብ ኣብ ዘይከውን ቦታ ኣትዩ ወይ ከኣ እቲ ደሓን ኣሎ ዝበሃል ከኣ ቁሩብ ትምህርቲ ወሲዱ ተቖጺሩ ክሰርሕ ትርእዮ። ብዛዕባ እቲ ሕልሙ ከ? ፈጺሙ ረሲዕዎ ኣሎ። ምኽንያቱ ከኣ ክኸውን ከም ዘይክእል እዩ ዝኣምን። እቲ ከባቢኡ ዘሎ ሰባት እቶም ኣብ ከባቢኡ ዘለዉ ነገራት ብምሉኦም ሕልሙ ከም ዘይክኸውን እዮም ከም ዘይከውን እዮም ዝነግርዎ። እቲ ክኸውን እየ ኢሉ ዝዛረቦ ዝነበረ ክኸውን ከም ዘይክእል እዩ ዳርጋ መብዛሕትኡ ሰብ ዝነግሮ። በዚ ምኽንያት ከኣ እቲ ሕልሙ ክኸውን ኣይክእልን ኢሉ ይኣምን እሞ ፈጺሙ ይገድፎ ወይ ከኣ ይርስዖ። ኣብዚ ሕጂ እዋን እንታይ ዓይነት ስራሕ ኢኹም ትሰርሑ ዘለኹም? እንታይ ኢኹም ትገብሩ ደለኹም? ትኽክል እቲ ብህፃንነት ኮንኩም ትዛረብዎ ዝነበርኩም ራእይኹም ወይ ሕልምኹም እሱ ዲኹም ትነብሩ ደለኹም? ድሕሪ እቲ ናይ ንእስነት ሕልምኹም እቲ ብንፁህ ልቢ ወይ ከዓ ብኽፉት ኣእምሮ እቲ ፈጣሪ ዝሃበና ፀጋ ተጠቂምኩም እዚ ክኸውን እየ፣ ኣብዚ ክበፅሕ እየ፣ ኣብዚ ደረጃ እዚ ክበፅሕ እየ ኢልኩም ትዛረብዎ ዝነበርኩም ብርግፅ ከምኡ ኣሎ ኣእምሮኹም ሕጂ? ወይ ኣብቲ ሕልምኹም ትነብሩ ኣለኹም ወይ ከዓ ናብቲ ትሓስብዎ ዘለኹም ሕልሚ ክትበፅሑ ትግስግሱ ኣለኹም? እንድሕር ከምኡ ኮይንኩም ውች ፅቡቕ እንተዘይኮይኑ ግን ናብቲ ሕልምኹም ከባቢኹም ብምሉኡ ሕልምኹም ከም ዘይክኸውን ወይ ከኣ ሕልምኹም ከም ዘይ ዋጋ ከም ዘይብሉ ከረጋግጸልኩም ክፍትን ሕልምኹም ክኸውንን ዘይክኸውን ወይ እቲ ናትኩም ራኢ እቲ ናትኩም ፓሽን ክኸውን ዘይክኸውንን ግን ትውስንዎ ንስኹም ኢኹም እቲ ክበጽሖ እየ ትብልዎ ዘለኹም ዘይከውን ከም ዝኾነ ክነግርኩም ከለዉ ከም ዝኸውን ከኣ ከተረድእዎም ወይ ከኣ ከተርእይዎም ፈትስ እስኪ ክሓተኩም መዓስ እዩ ናይ መጨረሻ ግዜ ምስ ነብስኹም ኮፍ ኢልኩም እዚ ዝገብሮ ዘለኹ እዚ ትኽክል ሕልሚ ናተይ ነዚ ደይ ናይ ብሓቂ ተፈጢረ ፈጣሪ ክፈጥረኒ ከሎ ኣብዚ ምድሪ ነዚ ኢሉ ድዩ ፈጢርኒ ኢልኩም ዝሓሰብኩምላ መጨረሻ መዓስ እዩ ርግፀኛ መብዛሕትኹም ከምዚ ዓይነት ሕቶ ነብስኹም ሓይትኩም ኣይትፈልጡን ድሕሪ ከምዚ ዓይነት ሕቶ ሓይትኩም ወደ ትፈልጡ ኮንኩም ሕጂ ክትሓትዋ ኣላቦ መዓስ ኢኹም ምስ ፈጣሪ ኮፍ ኢልኩም ካብ ውሽጥኹም ካብ ልብኹም ተዘራሪብኩም ትፈልጡ መዓስ እዮም ፈጣሪ ንዓይ ንምንታይ ኢኻ ፈጢርካኒ ናተይ ኣብዚ ምድሪ ምፍጣር ትርጉሙ እንታይ እዩ እንታይ ክኸውን ዘለኒ እንታይ ክገብር ዘለኒ እንታይ ከበርክት እየ ኣብዚ ምድሪ ተፈጢረ ኢልኩም ፈጣሪኹም ዝሓተትኩምዎ ከመዓስ ወይስ ተስፋ ቆሪጽኩም እቲ ከባቢኹም ዘሎ እቶም ኣቨሬጅ ላይፍ ዝነብሩ መብዛሕትኦም ዝዘርእልኩም ኣብቂልኩም ኢኹም ትነብሩ ደለኹም ድሕር ብትኽክል ከምኡ ትነብሩ ኣለኹም ኮንኩም ሞት ኣሎ ኣብዚ ምድሪ ዝተፈጠርናሉ ምኽንያት ኣለና ፈጣሪ ስኢሉ ይኮነ ፈጢርና ነፍሲ ወከፍና ኣብዚ ምድሪ ጌርናዮ ክንሓልፍ ዘለና ነገር ኣለና እንታይ ምዃኑ ክንፈልጦ ከዓ ናትና ሓላፍ በዚ ሕሰብ ኣብቲ ኣቨሬጅ ላይፍ ኣብኡ ጥሒሉ እዩ ዝነብር ጎትስእ ናብ ስራሕ ይኸይድ ፋርስ ምሳሕ ይበልዕ ተመሊሱ መፅ ኣብዚ ሰርክል ከዓ ሓደ ሰብ ብኣምሳል ፈጣሪ ዝተፈጠረ ሰብ ናይ እንስሳ ናብራ ይነብር፣ ይበልዕ፣ ይሰቲ፣ ይወፍር፣ ይምርዖ፣ ገዛ ዝሰርሕ፣ ይመውት። ብትኽክል ግን እዚ ድዩ እቲ ናህና ናብራ ክኸውን ዝደለዎ? ሰብ ማለት እንታይ ማለት ድዩ? ዳትስ ኢት። ይውለድ፣ ይዓቢ፣ ይበልዕ፣ ይሰቲ፣ ሓዳር ይገብር፣ ይወልድ፣ ይመውት። ሰብ ምዃን እሱ ኣይኮነን። ፈጣሪ ንዓና ክፈጥረና ከሎ ኣብዚ ምድሪ ገለ ነገር ገለ ተግባር ጌርና ክንሓልፍ እዩ ፈጢርና። እንታይ ምዃኑ ከኣ ክንፈልጦ ናትና ሓላፍነት እዩ። መርሚርና ክንበጽሖ ናትና ሓላፍነት እዩ። ንዕኡ መርሚርና ክንበጽሓሉ ንኽእል ከኣ ኣእምሮ ሂብና ኣሎ። ዝበዝሐ ሰብ ኣእምሮኡ ኣይጥቀመሉን እዩ። ፈጣሪ ኣብ ዕድመና ምሉእ ክንጥቀመሉ ካብ ንኽእል ዝበለጸ መሳርሒ ሂብና ኣሎ። እሱ ከኣ ኣእምሮና እዩ። እዚ ኩሉ ኣብዚ ምድሪ ተፈጢሩ ዘሎ ቴክኖሎጂ ብምሉኡ ነገራት ውጽኢት ናይ ኣእምሮ እዩ። ንሕናኸ እንታይ እዩ ኣበርክቶና? እንታይ ሕልምና ኣበይና ክንበፅሕ ንደሊ እንታይ ኢና ክንገብር ንደሊ እስኪ ኮፍ ኢልኩም ምስ ነብስኹም ተዘራረቡ እስኪ ኮፍ ኢልኩም ፀሎት ግበሩ ምስ ፈጣሪኹም እስኪ ተዘራረቡ ብመንፈስ እስኪ ተዘራረቡ ምስ ፈጣሪ ፈጣሪ ኣነ ኣብዚ ምድሪ ዝፈጠርካኒ ምክንያት እንታይ ኢልኩም እስኪ ኣይተቱ ንሓደ ነገር ክነግረ ፈጣሪ ብቃላት መፅኡ ከምዚ ክትከውን እየ ፈጢረካ ክብለኩም ከይትፅበ ምልክት ግን ክበኩም ከምኣ ኢልኩም ፀሎት ምስ ገበርኩም ኣከባቢኹም ተመልከቱ ሽዑ ዝመፀኩም መልእኽቲ ረኣዩ ሰባት ዝዛረቡኹም ኣስተውዕሉ ከባቢና ብምሉኡ ብዕድላት ዝመለአ እዩ ነቲ ንሕና ክንኮኖ ንደሊ ዘመልክት ብዙሕ ነገራት ኣብ ኣከባቢና ኣሎ እዞም ሰባት ግን ኣይምልከትዎን እዮም ወይ ኣስተውዕሉሉን እዮም ነቲ ኣእምሮም ብትኽክል ስለ ዘይጥቀሙሉ መብዛሕትኦም ሰባት ኣብ ኔጌቲቭ ነገራት እዮም ዘለዉ ኣብ ምሕማይ ሰባት ኣብ ምንቃፍ ሰባት ኣብ ምንእኣስ በዝሒ ሰብ ኣእምርኡ ንኸምኡ ጥራይ ይጥቀመሉ እንተኾነ ግን ከባቢና ኣነ ክኾነ ዘለኒ እንታይ እዩ እቲ ናተይ ንእሽተይ ከለኹ ዝነበረ ሕልመይ እንታይ እዩ ኣበየ ክበፅሕ ዝደሊ ነይረ እንታይ እየ ክኸውን ዝደሊ ነይረ? ከምኡ ኢልና እስኪ ንነብስና ንሕተት። እዛ መልሲ እዚኣ ከይረኸብኩም ከዓ ፈጺምኩም እዛ ሕቶ ከይተቋርጹ። እቲ ትኽክል ሕቶ ዝረኸ ዝሓተተ ሰብ ትኽክል መልሲ ኣብ ውሽጢ ኣሎ። ኩሉ ግዜ ንነብስኹም ከምዚ ኢልኩም ሕተትዋ፣ እንታይ እየ ክኸውን ኣብዚ ምድሪ ተፈጢረ? ፈጣሪ ምልክት ሃበኒ እስኪ ኢልኩም ምስ ፈጣሪ ጸሎት ግበሩ። ምልክት ክህበኩም። ከባቢኹም ኣስተውዕሉ ሽዑ። እቲ ነ- ኣብዚ ምድሪ ክትገብርዎ ዝተፈጠርኩምሉ ነገር ሽዑ ክትርእይዎ ኢኹም፣ ከተስተውዕልሉ ኢኹም። ናይ ግድን ኣይኮነን ምሉእ ጌርኩምዎ ክትሓልፉ፣ ግን ክትጅምርዎ ናይ ግድን እዩ። ዝተፈጠርካሉ ዕላማ ክትፈልጥ ኣለካ። ብዛዕባ ሕልምኻ ክትሓስብ ኣለካ። ተዘይኮይኑ ምንባርካ ትርጉም ዘይብሉ ኮነ። ብዙሓት ሰባት ሕጉሳት ክኾኑ ዘይከኣልሉ ምክንያት ሓደ እዚ እዩ። ምክንያቱ ንምንታይ ከም ተፈጠሩ ኣይፈልጡን እዮም። ዕላምኦም ኣይፈልጡን እዮም። ራኢ የብሎምን፣ ሕልሚ የብሎምን። That's why ከኣ ኩሉ ግዜ እዚ ነገር እዚ ኣብ ውሽጦም ሕቶ ኮይኑ ስለ ዝቕመጥ ሰላም ኣይህቦም። ዋላ ገንዘብ እንተሃለዎም ሰላም ኣይህቦምን እዩ። ብዙሓት ሰባት ርኢና ኢና ሚልየነራት ተባሂሎም ነብሶም ፍዋይ ምንባሮም ትርጉም ስለ ዘየሎ። ስለዚ ንስኻ፣ ንስኺ ካብዛ ሕጂ ሰዓት ጀሚርኩም እዛ ሕቶ ንነብስኹም ሕተቱዋ። ንምንታይ እየ ተፈጢረ? ሕልመይ እንታይ እዩ? እንታይ እዩ ራእየይ? ኣነ ሰብ እየ ንምንታይ እዩ ከም እንስሳ ክነብር ንነብሰይ ፈቒደላ? ከምዚ ኢልኩም ንነብስኹም ሕተቱዋ። ሓር ጸሎት ግበሩ። ምስ ፈጣሪኹም ተዘራረቡ። መልእኽቲ ክበኩም። ሽዑ ከባቢኹም ርኣዩ። ኣስተውዕሉ። እቲ ናባኹም ዝመጽእ ኣፖርቹኒቲ ኣይተነኣእስዎ ወይ ከኣ ሪጀክት ኣይትግበርዎ። ኩሉ ነገር ብኔገቲቭ ኣይትርኣይዎ። ኣስተውዕሉሉ። ምናልባት ኣብ ጥቓኻ ክህሉ ይኽእል እዩ እቲ ህይወትካ ዝቕይሮ። ንሕደይ ኣስተውዒልናሉ፣ ንሕደይ ርኢናዮን ግን ዋላ ሓንቲ ናይ ሎማዓንቲ ቪድዮ እዚኣ እያ ነይራ ፈቲኹማ ክትኮኑ ተስፋ ገብር እንድሕር ፈቲኹማ ላይክ ምግባርኩም ኣይትረስዑ ንካልኦት ሰባት ክጠቅም ይኽእል ኢልኩም ድሕር ሓሲብኩሞ ከዓ ሼር ግበርዎ ኣብ ቀፃሊ ንራኽበና